ሰላም ሰላም ፍቱዋት ኣሕዋት ኣብ ምሉእ ዓለም ኩርናዕ እትርከቡ ኣፍቀርቲ ስነ ጥበብ ከመይ ትጸንሑ ሰላም ከቀድም እፈቱ ሎማዓንቲ ናይ መድረኽ ኣድማስ ዕድምተኛ ኮይነ መጽየ ኣለኹ ሰናይ ጻንሒት።

ክፈልተኒ ዝኽእል ሰብ የለን ነዚ ኣጋጣሚ ስለ ዝጸዋዕካለይ እዛ ሕቶ ብጣዕሚ እየ ዘመስግን ቻፒን ኣብ ሽሕን ትሽዓተ ሚእትን ቴስዓን ሓሙሽተን ወይ ቴስዓን ሽዱሽተን ወዲ ኣርባዕተ ወዲ ሓሙሽተ ዓመት ከለኹ እያ ወጽያትኒ ቻፒን ማለት ከኣ ኮሜዳዊን ቻርለስ ቻፒ ብጣዕሚ ስለ ዝፈትዎ ካብ ልበይ ስለ ዘፍቅሮ ዝነበርኩት ግዜ እቲ ናቱ ዓይነት ኣካይዳ ናይ ኮሜዲ ካይዳ ይኽተል ኔረ ካበይ ኣምጻኻያ ትሕተስ ኣብቲ ግዜ እቲሲ ደቂ ገዛውትና እዞም ዓበይቲ ተኣኪቦም ቻር ቻፒ ናዓ ገለ ይብሉኒ ይመጽ እሞ ናይ ቻርሊ ቻፒ እስከ ርኤና በለኒ ጥራሕ ጥራሕ እግሪ ኢኻ ትኸውን ኢለ ልክዕ ከምዛ ናቱ ኣካይዳ ጸይ ገለ ገለ ግጥምጥም ይገብራ ብኸምዚ ዓይነት እዩ ኣብቲ ኮሜዲ ዋላ እኳ ዝምባለ ተዘይ ነበረኒ ግን ናይ ቻርሊ ቻፒ ኣካይዳ ኣብቲ ዝገብሮ ኣክሽን እዩ ይጸልወኒ ነይሩ ብዝያዳ ሕጂ ብኸምዚ ኢሎም ቻፒን ቻርለስ ቻፒን ክብሉኒ ቀስ ብቐስ ሽዑ ቻፒን ቻፒ ኮይና ማለት እዩ ብኸምዚ እያ ወጽያትኒ ጽብቕቲ ሕቶ እያ thank you። ኦኬ ናብ ስነ ጥበብ ዓለም ከኣ ልክዕ ከምቲ ሕጂ ክብሎ ዝጸናሕኩ ኣብ ሽዱሽተ ዓመት ተስዓን ሸውዓተን እየ ጀሚረ ማለት እዩ ወዲ ሽዱሽተ ዓመት ኮይነ ማለት እዩ።

ገዛይ ኣቱ ነይረ ብክልተ ሚእቲ እንዳተከፈልኩ ማለት እዩ ኣብ ትሽሕን ትሽዓተን ተስዓን ሸውዓተን ናብ ስነ ጥበብ ኣትየ ኣይጸናሕኩን ክራር ብጣዕሚ ከም ዝብሉ ኣቦታትና ብጣዕሚ እየ ክራር ዝመልኽ ነይረ ካብ ንእሽተይ ማለት እዩ ዝኾነ ነገር ከጸግመኒ ኣይተጸገምኩን ማለት እዩ ትሽሕን ትሽዓተን ተስዓን ሸውዓተን ጀሚረ ከምኡ ከምኡ እንዳበልኩ ክሳብ ሕጂ ኣለኹ ማለት እዩ።

ብ ኣርባዕተ ሚእቲ ንወርሒ ተቆጺረ እሰርሕ ነይረ ብጣዕሚ ፈተነ ብዙሕ ነገር ኢና ኣሕሊፍና ወላ እኳ ኣርባዕተ ሚእቲ እንዳተከፈልካ ሽሕን ሓሙሽተ ሚእትን ከኣ ናይ ትራንስፖርት ተትከኣሉ ግዜ ውን ነይሩ እዩ ካብ እንዳድሓነት ኣይጸናሕኩን ኣው ብዙሕ ተፈታቲንካ መቸም ኩሉ ነገር ፈተነ ሓሊፍካ ኢካ ነዛ ንእሽተይ ደረጃ ትበጽሕ ማለት ድሓር ኣይጸናሕኩን ካብ እንዳድሓነት ሓደ ሰብ ምስ ረኣየኒ ናብ ፓስፊክ ክለብ ሒዝኒ ይከድ ኣብ ፓስፊክ ክለብ ድማ ኣጋጣሚ ኣብ መርኣያ እዩ ተጠርናፊና ነይሩ ምስኡ ሒዝና ምስኡ ባንድ ዲነር ኮይኑ ይደርፍ ነይሩ ምሳና በዓል ኤፍሬም ኣማረ ነይሮም በዓል ረዘነ ብዙሓት ኢና ብሓጺሩ ምስኦም ከኣ ብጣዕሚ ጽቡቕ ኣቀባብላ ተቐቢሎምኒ ጽቡቕ ክለብ ንሰርሕ ነይርና እቲ ህይወት እቲ ፍቕሪ ከኣ ዘይድገም ፍቕሪ ኣሕሊፍና ኢና ኣብኡ ማለት እዩ ብፍቕሪ ኢና ንሰርሕ ነይርና ኩላህና ነንሕድሕድና ሪኢቶ ኣድሊና እዚኣ ኣላታ እዚኣ ኣላታ እንዳተባሃሃልና ክለብ ብጣዕሚ ሓደ ዓቢ ትምህርቲ መሃሪ እዩ ናይ ጽባሕ ለውጢ ማለት እዩ ብከምዚ ኣብ ፋስፊል ከኣ ሰለስተ ዓመት ሰሪሐ ማለት እዩ ምስኦም Thank you እወ ልክዕ እዩ ምክንያቱ ኣብ ፓስፊክ ክለብ ብጣዕሚ ተቀባልነት ኣብ ሰባት ኔሩኒ እዩ ብፍላይ ብፍላይ ናይ ኣብርሃም ኣፎርቂ ክደግም ከለኩ

እሶም ዓበይቲ እዮም ኣነ ዝናኣሽኩ ኣኮነይ ዘሸግራኒ ነይረ ግን ብልክዕ ግን ከምቲ ዝበልኩ ካኣ ይሓፍርካ ነይሩ ንሕፍረት ካኣ ነይሩ ድዩ ኣብ ደቂ ኣንስትዮ ማለት እዩ ምክንያቱ ናይ ጽባሕ ዕላማ ራኢ ብዙሕ ስለ ዘለኒ ንብዙሕ ከምኡ ሰቅጠሉ ነይረ ክሳብ እሃድም ነይረ ካብ ዝገርመካ ልክዕ እዩ ጀስ ሓወይ ጽቡቅ ማለት ከምቲ ዝበልኩኻ እዩ ክሳብ ሕጂ ኣነ ዕርክነት ምናልባት ግድን እቲ ናይ ንእስነት ስለዘይተርፍ ግዴታ ክህሉ ይኽእል እዩ ግን ኣነ ዕርክነት ሓዳር ቁሩብ ምስ ስነጥበብ ክምስርት እየ ዝደሊ እቲ ምንታይ ጌርካ ንጆሲ ሓወይ ኣብ ውሽጠይ ዘሎ ብዙሕ ነገር ስለ ዘሎ ክገልጾ ይደሊ እየ ከውጽኦ ከኣ ደሊ እየ ሓደ መዓልቲ ከኣ ከም ዝወጽእ ፈልጥ እየ ብዙሕ ነገር ኣሎ ዝተበርበረ ማለት እዩ ምስኡ ግን ኮይኑ ተሪፉ ማዕረ ማዕሪኡ ይሓስብ እየ ግድን እዩ ዋላ ዕድመ ውን ባዕሉ ይጸልወካ እዩ ግን ኣቀዲመ ድሓስብ እቲ ኣነ ዝደለኽዎ ዕላማ ጺሒጹ ሒዘዮ ዘለኹ ናይ ኣርት ነገር ንዑኡ ፈጺመ ናብ ሓዳረይን ናብ ካልእን ክኸይድ እየ ማለት እዩ። Thank you እወ ክሳብ ሕጂ ደርፍታት ሰሪሐ ዘለኩ ክሳብ ዓሰርተ ኣርባዕተ ደርፊ ሰሪሐ ኣለኩ ግን ናብ ህዝቢ ዘይቀረበ ብዙሕ ኣሎ ከማን ልዕሊኡ ክከውን ከሎ ሕጂ ናብ ህዝቢ ዘይቀረበ ኣብ ኣልቡም ኮሚታት እየ ተዳልየ ነይረ ሕጂ ግን ምስ ዝደሎ ግዜ ምስቲ ናይ ህዝቢ ኢካ ትከይድ በብሉ ጸኒሕካ ናብ ክሊብ ዳሰራሕካ ክቅይሮ እየ ፈቲነ ክሳብ ዓሰርተ ኣርባዕተ ደርፍታት ዝኮን ኣሎ ኦኬ ናብ ቅድሚት ክመልሰካ ቀዳመይቲ ደርፈይ ኣጋጣሚ ኣብ ኤርትራ ድስራሕክዋ እያ ንሳ ከኣ በዚ ኣጋጣሚ ከኣ ንክብርቲ ሓፍተይ ብጣዕሚ እየ ዝፈትዋ ሰዋስው ዑቅባጋብር ናይ ገዛና ናይ ጽልዋ ናይ ሙዚቃ ማለት እዩ ንሳ ኮሜዲ እያ ብጣዕሚ ፍልጥቲ እያ ኣብ ኤርትራ። ሰዋስ ሓፍተይ ብጣዕሚ ዝፈትዋ እያ ኮሜድራዊት እያ ተዋሳኢት እያ ደራፊት እያ ምስ ኩሉ ነገራ እያ ከኣ ተላሊ ዲፕሎማቲክ ኣብ ሰባት ዘሎ ብዙሕ ነገር እያ ትሕግዘኒ ነይራ ቆልዓ ከለዉ ኣብ ክልተ ሽሕን ትሽዓተን ኣራ ናይ ባህላዊት ቡና ማቲኹም ሰሚዐ ትብል ክልቴና ደሪፍና ኢና ኣብዚ ወርሒ ግቡ ዓቢ ናይ ጦብላሕታ ዘሕድርን ደርፊ እያ። ክልቴና ተቀራሪብና ክልተ ኣሕዋት ዝደረፍዋ ተባሂሉ ከማን ብጣዕሚ ጽቡቅ ኣሳይድ ካሜራ ኔርና ማለት ኢዩ እታ ደርፊ ሕጂ ብድሕሪኡ ውን ናብ ስደት ምስ ወጻኹ ከኣ ፈላመይቲ ደርፈይ ከኣ ኣለዋ ዶ ትብል ብጆን ኮቦርታ እተሰርሐት ኢያ ብጣዕሚ ዝፈትዋ ደርፈይ ኣብ መቐለ ናይ ሎሚ ሸሞንተ ዓመት ማለት ኢዩ ኣብ መቐለ ኢየ ሰሪሐ ማለት ኢዩ በዚ ኢየ ጀሚረ ማለት ኢዩ ስቲል ናው ብዙሕ ደርፍታት ኢዩ ዘሎ ከምቲ ዝበልኩኻ ደሓር ካብ መቐለ እውን ናብ ኣዲስ ኣበባ ምስ መጻኹ ኣብ ኣዲስ ኣበባ ኣብ መጀመርያ ዝሰራሕኩዋ መርሓባ ትብል ደርፊ ብድምጻዊ ዘመን ኣለምሰገድ ዜማ ተሰሪሓ ግጥሚ ከኣ ብተኽሊት ኪዳነ ሰንበቂለ ጽቡቕ ንሳ ከኣ ኣብዚ ሰሪሓያ ማለት እዩ መንግስተ ሰማይ ዋርሳ ኣጸደ ቅዳሕ ኣጸደ ካሕሳይ ጎልጎታ ናራ ካብ ልቢ እየ ከመስግና ዝፈቱ ብጣዕሚ ኣብቲ ግዜ እቲ ናይ ሚክሲ ይኹን ናይ ገለ ይኹን ብዙሕ ነገር ተሓርቢራትኒ እያ ምኽንያቱ ኢኮኖሚካሊ ኣብ ምጉዳል ነይሩ እዩ።

ትዝክር ኢሉ ትብል በዚ ጋጣሚ እዚ ንኣድማስ ኢንተርታይመንት ካብ ልቢ ከመስግኖም ፈቱ በረኸት ወልዱ ውን በዓል እዩ ኣብ ጎነይ ኮይኑ ንኹሎም ማለት እዩ ከመስግኖም ፈቱ እየ ብዙሕ ነገር ኣሎ ደሓን ትዝክር ኢሉ ትብል ብውቅያኖስ ተሰሪሓ ግጥሚ ዜማ ከኣ ኣረንጅሜን ሙዚቃ ከኣ ብበረኸት ወልዱ ተሰሪሓ ትዝክር ኢሉ ትብል ጽቡቕ ኣብ ህዝቢ ዝበለጸ

ነታ ዘላትና ዓቕሚ ከካፍል ክሕግዝ እምበር ከምዚ ሕማቕ ንባህሪ ተዓደልኩን ከምዚ ዝበልካዮ ከኣ ጽቡቕ ነገር ክፈቱ መዓት እየ ጆሲ ከምዚ ሽግር ውን ደስ ኣይብለንን እዩ ሽግር ዋላ ውን ኣይጻወርን እየ ካብ ዝገርመካ ሓጎስ እየ ዝፈቱ ፍቕሪ እየ ተውህቦይ ካብ እግዛብሄር እዩ ኣነ ክነግረካ በዓል ናብ ምጻንይ ኣይኮነን ጽቡቕ ትዕድልቲ ከኣ ኣለኒ ኣብ ብዙሕ ሰባት ውን ብዙሕ ጽቡቕ ክሳይ ንጸሊ ቀጽሎ ዝብል ሰብ እዩ ዝመጽእ ምስ ዝኮነ ሰብ ከኣ ከድንቅ ንኩሉ ምውጋስ ኣይኮነን ማለት ከምቲ ዝበልካዮ ሕማቅ ዘይክወጻ ንክእል እዩ ግን ኣብ ምንታይ ቦታ ኣለዎ እቲ ሕማቅን ጽቡቅን ዝወጻሉ ማለት እዩ ንንፉዕ ስብ ከኣ የድንቅ እዩ ካብ ዝገርመካ ንፉዕ ሰብ ተኮይኑ በቃ ብጣዕሚ እየ ዘድንቆ ሕጂ ምናልባት ተመሲጠ ከድንቆ ከለኩ ሰብ ብካልእ ጌሩ ክርድኦ ክእል እዩ ግን ንፉዕ ኩሉ ግዜ ንፉዕ ስለ ዝኮነ ኣነ ከኣ ኣብ ንፉዕ እየ ዝነብር ንንፉዕ ከኣ ከድንቆ ንዕቆ ርክብ ናይ ጽባሕ ራኢ ክከውን ስለ ዝደሊ በዚ ጋጣሚ እዚ thank you ጆሲ ሓወይ ብዙሕ ሰብ እዩ ከኣ እዚ ዘረባ እዚታት ጽቡቅ ቀጽሎ ጽቡቅ ባህሪ ዘለካ ይምለምዩሞ thank you በዓል ኣርካ ኢካ thank you።

ንኣርቲስት ዮናስ መሓርን ንበረኸት ወልዱን ካብ ልቢ እየ ከመስግኖም ዝፈቱ ምኽንያቱ ኣነ ናይ ላይፍ ደራፋይ ክራር ሒዘ ኣብ መድረኽ ዝጻወት ሰብ እየ እምበር ኣብ ስቱድዮ ክራር ክኣቱ ኢለ ኣይሓስብን ምኽንያቱ ናይ ስቱድዮ ቦታ ኣለዎ ናይ ላይፍ ከኣ ቦታ ኣለዎ ክልቲኡ ሞሞይ ኣለዎም ግን ኣጋጣሚ ናይ እግዚኣብሔር ኮይኑ ክልቲኡ ድሓን ኮይነ ስርሓሉ ኣለኩ ማለት እዩ እዚ ግን ሳላ መን እዩ ተበልካኒ ግን ብዓብዩ ዮናስ መሓሪ ኣርቲስት ብጣዕሚ የድንቆ ብዓብዩ ካኣ እንደገና በረከት ወልዱ በረከት ወልዱ ማለት ንዓይ ብዓል ውዕለተይ እዩ ብብዙሕ ነገር ወላ እኳ ተዘይ ተዛረብኩ ድሓን ኣብ ካልእ ግዜ እውን ክትንትኖ ስለ ዝክእል በረከት ወልዱ ናይ ብሓቂ በዚ ዕድል እዚ ክሪኦ ዘለኹ ከመስግኖ ይፈቱ እየ ብዙሕ ነገር ዝገበረለይ ናብ እስትድዮ ክኣቱ ተኾይነ ሓቅኻ ኣብዚ ክራር ዘእተኽዎ ዋላ እኳ ተዘይቆፀርክዎ ኣሽሓት እዩ ክብሎ እኽእል እየ ግን ከም ምሳሌ ዘምፅኦም ደረፍቲ ኣለዉ።

ማለት ደስ እዩ ዝብል ኩሉ ግዜ ንክትነብርሲ ብጥበብ እግዚኣብሔር ኣምላክ ዝተዓደልካዮ ናይ ጸጋ ሞያ ኣሎ ደራፋይ ተዘይከውን ኣነ እንታይ እሞ ክብል እየ እግዚኣብሔር ግድን ዝሃበካ ሞያ ንክተዕብዮ ትጽዕር ኢካ ግን ካልእ ሞያ ውን ማዕረ ማዕረ ስነ ጥበብ ካብ ወጻኢ ከኣ ኣብ ድራቭሊንኮ ይሳተፍ እየ። ብራውሊኮ ናይ ቡምባታት ምዕራይ ዝኹነ ናይ መዓስከራት ናይ ስደተኛታት መጀመርያ ዝመጻኹ ኣብ መዓስከር ማይ ዓይኒ ካብ ዝተኻየደ ሰሓወይ ልዕሊ ሰለስተ ዓመት ሙሉእ ተፈቲነ ማለት ብስራሕ ማለት እዩ እዚ ሞያ እዚ ኸኣ ኣብቲ ግዜ እቲ ኸኣ ዝኣልየና ሰብ ስለ ዘይነበረ ሓዋላ የለን ገንዘብ የለን ሕጂ ፈትያ ከተፍቅር ከለኻ ተቐጥን እቲ ሙዚቃ ኣብኡ ባይታ የለን ልክዕ ድራም ዲኮ ምስኦም እንዳኾንኩ መጀመርያ ነዳዲ እየ ደብስሕ ነይረ ሰብዓ ደቒቕ ብኣንጎንጎብላ ተሰኪምና ጎቦ ጎቦ ነዘን ናይ መዓስከር ቡምባታት ብምልእን ሰብዓ ደቒቕ ተጓዒዝና ነዳዲ ሸውዓተ ሽሞንተ ሙሉእ ጀሪካን እያ ትመልእ ንረመት ስፍርና ከይደ ናብ መዓስከር መወዳእትኡ ግን ቀስ ብቐስ ኣንሕና ከኣ ቀስ ብቐስ ነቲ ናቶም ሞያ ድዕርዎ ናይ ድራውዲኮ እናረኣና ምስኦም ምስቲ ናይ ድራውዲኮ ክሰርፍ ካብ ጀሪካን ናብ ድራውዲኮ ኣትየ ማለት እዩ። ድራውዲኮ ከኣ ከም ካልእ ሞያይ ብጣዕሚ እየ ዘፍቅሮ ድራውዲኮ ይሰርሕ እየ Thank you ጆሲ ካልእ ሞያይ ማለት እዩ ግን ኣብሊጸ ዝርእዮ ሞያ እቲ እግዚኣብሄር ዝዓደለኒ ስነ ጥበብ እዩ ንዑ ከኣ ክስስኖ ንራኢ ናይ ጽባሕ ክኸውን ስለ ዝደሊ ኣብ ትሕቲ ፈጣሪ ማለት እዩ።

ረዲኣትካ ክኸውን ኢኻ ምስላ ምኽንያቱ ኩሉ ግዜ ሓደ ሙዚቀኛ ወይ ሓደ ፍሉይ ናቱ እተውህቦ ሞያ ዘለዎ ሰብ መጀመርያ ፕሮባ ክገብር ዘለዎ ንጠባዩ ንዲሲፕሊኑ ጥራይ እዩ። ኣብ ዓለም ዲሲፕሊን ስነስርዓትን ኣኽባሪ ሰብን ኣብ ናይ ሰዓትካ ግዜ ምኽባርን እዝተዘይሃልዩ ትርጉም የብሉን ማለት እዩ። መጀመርያ ካብ ዲሲፕሊን እዩ ዝብገስ ማለት እዩ። ከምዚ ክብል ነይሩ ይብል ፈጣኑ። ካብዞም ናይ ቀደም ሞዴለይ ኣብርሃም ኣፈወርቂ እዩ። ኣብርሃም ናይ ብሓቂ በቃ መምህረይ ንዓይ ኩሉ ማለት እዩ። ንዓይ ጥራሕ ኣይኮነን ከኣ ንሙሉእ ሙዚቀኛ ሃገርና ይኹን ዋላ ካልእ ይኹን ብዙሕ ጽልዋ ዘትረፈ ዓቢ ኣድናቖት ዘትረፈ ኩሉ ጽንዕ ሒዝካ ከምቲ ናቱ ሞያ ጽባሕ ናይ ራኢ ሰብ ከምኡ ክኸውን ትብል ትስፎ ተተስፈዎ ሰብ እዩ ኣብርሃም ማለት እዩ። ኣብርሃም ካብ ልቢ እየ ዝፈትዎ ማለት እዩ።

ከበልዓልካ ብጣዕሚ ዝዓበየ እንጀራ ከኣ ንሱ እዩ። ከምዚ ዝበልኩኻ ናይ ሎሚ ጻዕሪ ናይ ጽባሕ ፍረ እዩ። ሕጂ ናይ ብሓቂ ኣብቲ ንእሽተይ ብንእሽተይ ኩሉ ትሓስብዎ ሞያ ኣነ ጥራሕ ዝብሉስ ነብሲ ወከፍ ሰብ ማለት እዩ ኣብ ሞይኡ ዘለዎ ተውህቦ ካብ ብንእሽቱ ድሕር ጀሚርዎ ጽባሕ ናይ ሓደ ዓቢ ጸጋ ራኢ ዘለዎ ሰብ እዩ ዝኸውን ማለት እዩ። ኣነ ከኣ ከምዚ ዝበልኩኻ ካብ ወዲ ሽዱሽተ ዓመት ጀሚረ ክሳብ እዛ ዘለኹዋ መርዓይ ተፈሩ ልዕሊ ዕስራን ሸውዓተን ዓመት ብንእሽተይ ጎይነ ማለት እዩ ናይ ብሓቂ ኣብ መርዓታት ብዙሕ ሰብ ይሕጎስ እዩ በኣይ ማራ እዩ በቃ ብፍቅሪ እዩ ዝገልጾ ናተይ ክሳይ ግን ኣነ ሓቂ ዘረባ ሰብ መስትያተይ ከምዚ እየ ክብል እኳ ተዘይደለኹ ከም ዝበልካዮ ሓደ ዓቢ እንጀራይ ናተይ እሱ እዩ ኣብ መርዓታት እሞ ኣግደፍዎ ብዙሕ ነገር እዩ በዓል ዓልካዮ ካብ ኣልዓልካያሲ

ካባይ ንላዕሊ ከማን ንሳ እያ ትፍለጥ ሕጂ ኣብዚ ግዜ እዚ ሓው ራኪ ዲካ በለኒ ሓፍቲ ቻፒ ዝነበረ ማለት እዩ so ራኪ ሓፍተይ መጀመርያ ኣብ ዝኮለኩ ኣብዛ ዓዲ ዘሐጎሰኒ ብሂወተይ ክሊፕ ሰሪሓ በጊዐይ በጊዐይ እየ ናብ ግራት ከይትኣትዊ ኣሎ ዝርዓያ ትብል ደርፊ ነይራታ ኣጋጣሚ ኮፍ ኢለ ከለኩ ዝሰምዓይሲ ኣብ ኤሪ ቲቪ መጺኻ ደርፊ ሓጎሰይ ወሰን የብሉን ካብ ልበይ ብሓጎስ ዝኣክልሲ በክየ

ዓይነይ ፈቱ ዓይንኻ ዓይነይን ሓቅኻ ኢኻ ፀጉረይ ምናልባት ኣነ ይፈትዎ ድየ ሰብ እዩ ዝፈትዎ እምበር ምኽንያቱ ኣብሊፅካ ትሪኦ ስለ ዝበልካ እንጂ ሳሖ ወይ ዓይኒ ኩሉ ግዜ መብራህቲ ናይ ሂወትና ስለ ዝኾነት እየ ፈትየ ከይፈተኹ ናብ ዓይኒ ኣትየ እምበር ኣብ ፀጉረይ ድኣ ብዙሕ ነገር እዩ ሕጂ ከማን ንምንታይ ጸጉርካ ኣውሪጽካዮ ዝብል ሰብ ብዙሕ ኣሎ በቃ ዋላ ዘይፈልጦ ይብለካ ኣሎ ዘይፈልጦ ካብ ኤሮጳ ኮይኑ ካብ ሰሜን ኣሜሪካ ካብ ዝተፈላለየ ሃገራት ይኹን ኣይትፈልጠና ዲኻ ብጣዕሚ ኣድናቕቲ ናትካ ኢና ንጸጉርካ ግን ንምንታይ ወሪጽካዮ ነቲ ግርማኻስ ኣጥፊእካዮ ኢሎም so ይቕሬታ ሓቲተ እየ ሕጂ ውን ሰምዑ ክብሉ ተስፋ እገብር ሕጂ ይርውሕ ኣለኹ ነዋሒ ኢኻ ጸጉረይ ኣብ ሰውንሰውን ደሸግረኒ ሕጂ ክርውሕ እየ thank you ጀሱ ሓወይ ልክዕ ኢኻ ዓቢ ርስቲ ብጣዕሚ ብፍላይ ሕጂ ዘቅርባ ዘለኩ ናብ ህዝቢ ኣይሆፕ እንድዒ ኣነ ብጣዕሚ ካብ ሂወተይ ተመንየ ዝፈተክዋ ስራሕ እያ። ኣድማስ ኢንተርታይመንት ከኣ ንዓይ በዓል ውዕለተይ ኩሉ ግዜ ምስጋና ካብ ኣድማስ ኢንተርታይመንት ምስጋናይ እንድዒ ወሰን የብሉን እዚ ከኣ ኣብ ካልእ ኣብ ኢንተርቪው ገና ምስ ተራኸብና ውን ኣስፊሐ ክገልጾ ፈትየ እዛ ሕጂ እዳልያ ዘለኹ ከኣ ክሊፕ ኣብ ኤርትራ እያ ተሰሪሓ ዘላ ድራማቲካል ብምሉኡ ዋላ ሳዕሳዕቲ ኣነ ብዘይ ልብሲ ዋሪ ዘመን ናይ ኣድማስ ማለት እዩ ብጣዕሚ ዝፈትዋ ደርፊ እያ ሙለይ እያ ትብል። ሙለይ ብጣዕሚ ግጥሚ ብ ወዲ ገዙ እያ ተሰሪሓ ዜማ ከኣ ብ በረከት ወልዱ ምስ ዝተፈላለዩ ስነ ጥበባውያን ዋላ ውን ኣብ ኤርትራ ተዋስኡላ ስነ ጥበባውያን ኣለዉ ማለት ብዙሕ ነገር ተስፋ ንገብረላ ደርፊ እያ ሙለይ ማለት እዩ ብጣዕሚ ከኣ ዝፈትዋ ብፍቅሪ እዚ ከኣ ኣነ እንድሕር ዓጊበላ ከኣ ህዝቢ ከም ዝዓግበላ ከኣ ኣይጠራጠርን እየ ሙለይ ብጣዕሚ ብጣዕሚ ካብተን ዝፈትወን ዋላ ውን ባህላዊ ኮይና ደስ ትብለኒ ደርፊ እያ እሳ ይሀው ኣብዚ ቁሩብ ግዜ ንዓ ሂዘ ደበኽ ክብለኩም እየ ህዝቢ ንዓ ውን ኣባኹም ከቅርባ እየ ድሓር ንስኹም ናትኩም ርእይቶ ከኣ ክትህቡኒ ከኣ ብጣዕሚ ብትሕትና ወይ ከኣ ብተስፋ ይጽበ ማለት እዩ ዓባይ ዓባይ ዓባይ ስራሕ እየ ዝጽበያ ኣብ ሂወተይ ማለት እዩ ሙለይ እያ ትብል።

እንታይ ምዃና ትፈልጥ ምስጋና እንታይ ምዃኑ ስለ ክትፈልጥ ማለት ምጥማይ ማለት ጽቡቕ እዩ ንኹሉ ነገር እዩ ጽባሕ ድሕሪ ጠሚኻ ንእግዚኣብሄርካ ትዝክር ኢኻ ድሕሪ ጠሚኻ በቃ ብዙሕ ነገራት እዚ ዝነበረ ትሕትም ኢኻ ሞያ ግን ፍጹም ብፍቕሪ እዩ ዝፍቶ ናይ ብሓቂ ሓደ ሰብኣይሲ ኣብርሃም ኣፍወርቂ ጽብቕቲ ዝገለጻ ኣብ ኢንተርትዩ ኣብ ኢንተርቪው ኔራ ስነ ጥበብሲ

ኣብ ሂወትና ግን እዚ እኹል ኣይኮነን ኩሉ ግዜ ናይ ናይ ኣእምሮ መግቢ ተዘይረኺብናስ ትርጉም የብሉን እስኹም ከኣ ንዓና ከኣ ኣብዚ እዚ ኩሉ በሊዕና ሰቲና ንዑ ረሲዕናስ ኣብዚ መጺና ምሳኹም ክንዘናጋዕ ከለናስ ናይ መግቢ እእምሮ መግብና ብሙዚቃ ጌርኩም ከተረስርስዎ ከተሳዕስዑና ከለኹምሲ ካብዚ ዝዓቢ ጸጋ ናይ ስነ ጥበብሲ እንታይ ኣሎ መግብና እዩ ስነ ጥበብ

ከምዛ ዘለኹማ ሕጂ ኣድማስ ከኣ ከምኡ ክትደጋግሙለይ ከኣ ይትምነ ማለት እዩ። ብዙሕ ነገር ከኣ ኣለኒ ብዙሕ ነገር ዝሓስቦ እግዚኣብሔር ኣምላኽ ፈጽሞ ብዙሕ ነገር ኣለና ኣብ ቀጻሊ ውን ኣስፊሕና ክንገልጾ ኢና ብዙሕ ነገር ኣሎ ንሓስቦ ማለት እዩ። ተሪፉ ዝብሎ እኮ ብዝሕ የብለይን ነዚ ናይ ሎማዓንቲ ከም ጋሻ ኮይና ዕድምተኛ ዝገበርኩምለይ ኣድማስ ኢንተርታይመንት ካብ ልቢ እየ ዘመስግን ኣድማስ ብሓቂ ንዓይ

እቲ ሕጂ ምስ ኣድማስ ናይ መድረኽ ንእሽተይ ዘረባ ተጻኒሐ ክትነብር ዝጸንሓና እዚኣ እያ ኔራ ኣብ ቀጻሊ ከኣ ብካልእ ግዜ ክሳብ ንራኸብ እዩ የቀንየለይ Thank you።